ሽግር ዝባሃል ነገር የለን ኣብ ዓለም ሽግርና ኣረኣእያና እዩ ኣረኣእያናሳ ንምቕያርና ኢና ኣብ ሽግር ዘለና ሽግርና ኣብ ውሽጥናን ኣብ ኣረኣእያና እምበር ሽግር ሓደ ሓደ ግዜ ናይ ኣረኣእያ ምቕያር ጥራይ እዩ ዘድልየካ ሽግርካ ንኽትቀርፍ ማለት እዩ ስለዚ እዚ ቀሊል ሓረግ ዓሚቕ መንፈሳዊ ሓቂ ዝሓዘ እዩ ብሓቂ እንታይ ማለት እዩ እንታይ ማለት ምዃኑ እውን እንታይ ክንገብር ሓቢርና ክንምርምሮ ኢና ሕዚ ማለት እዩ ሓደ ክውንነት ብኣእምሮኻ እዩ ዝፅረግ እዩ ዝብል ክልተ፣ ሓይልኻ ኣብ ከመይ ትትርጉሞ እዩ ዘሎ እቲ ሚስጥር። ሰለስተ፣ ኣረኣእያ ኣፍደገ ፈውሲ እዩ። ኣራብዓይ፣ ምቕያር ኣረኣእያ፣ ምቕያር፣ ምንቅጥቃጥ ወይ ቫይብሬሽን። ሓምሻይ፣ ሓደ ሓደ ግዜ ንሱ ጥራይ እዩ ዝሓድር። እዞም ሓሙሽተ ነጥብታት ብዝርዝር ንርኣዮም። ሰላም ሰላም ከመይ ትኾኑ ዝኸኣልኩም ተኸታተልቲ ቶባ ሰማያዊ መበል ሸውዓይ መዓልቲ ተራኺብና ኣለና። ኣብ ናይ ሎማዓንቲ መበል ሸውዓይ መዓልቲ እንታይ ዓይነት ትሕዝቶ ሒዘልኩም ቀሪበ ኣለኹ ማለት እዩ። ብዛዕባ ኣረኣእያ ወይ እንታይ ኢና ክንብሎ ምልከታ ገለ ዝብልዎ እውን ኣለዉ ግን ኣረኣእያ ናይ ኣረኣእያ ጉዳይ ኢና መብዛሕትኡ ሰብ ማለት እዩ ኣረኣእዩ በካዕ ብሰንኪ እዚ ዘለዎ ኣረኣእያ እዚ ድማ ብሰንኪ ኣረኣእዩ ኣረኣእያና ሳዕ ንምቕያርና ኢና ኣብ ችግር ዘለና ችግርና ውሽጥናን ኣብ ኣረኣእያና እምበር ችግር ዝበሃል ነገር ምንም የለን። እንታይ ኮነ ለዚ ሰብ ክትብሉ ትኽእሉ ኢኹም። ያው ኣነ መረጋገጺ ክህበኩም እየ ንስኻትኩም ነቲ ዝህበኩም መረጋገጺ ፕሩፍ ጌርኩም ናይ ብሓቂ ኮይኑ ክትረኽብዎ ስለ ትኽእሉ ውን ክትጥቀምሉ ትኽእሉ ኢኹም ዝሮ ዝሮ ንእቶ እስኪ ናብቲ ዋና ነጥቢ ማለት ብዙሕ ሽግር እኮ ክገጥመኩም ይኽእል እዩ ብዙሕ ጸገማት ገለ ከጋጥመኩም ይኽእል እዩ እቲ ወሳኒ ነገር ግን እንታይ እዩ ኣረኣእያ እዩ ሓደ ሓደ ግዜ ናይ ኣረኣእያ ምቕያር ጥራይ እዩ ዘድልየካ ሽግርካ ንኽትቀርፍ ማለት እዩ ስለዚ ሓደ ሓደ ግዜ ዘድልየካ ናይ ኣረኣእያ ለውጢ ጥራይ እዩ እዚ ቀሊል ሓረግ ዓሚቕ መንፈሳዊ ሓቂ ዝሓዘ እዩ ብሓቂ እንታይ ማለት እዩ እንታይ ማለት ምዃኑ እውን እንታይ ክንገብር ሓቢርና ክንምርምሮ ኢና ሕዚ ማለት እዩ። ሓደ ውህሉልነት ብኣእምሮኻ እዩ ዝጽረግ እዩ ዝብል ክልተ ሓይልኻ ኣብ ከመይ ትትርጉሞ እዩ ዘሎ እቲ ሚስጥር ሰለስተ ኣረኣእያ ኣፍደገ ፈውሲ እዩ። ኣራብዓይ ምቅያር ኣረኣእያ ምቅያር ምንቅጥቃጥ ወይ ቫይብሬሽን ሓምሻይ ሓደ ሓደ ግዜ ንሱ ጥራይ እዩ። እዞም ሓሙሽተ ነጥብታት ብዝርዝር ንማልእ ሓደ እንታይ ኢልና ኢና ክውንነት ክውንነት ብኣእምሮኻ ይጽረግ ኢልና ኢና። ክንሓስብ ኣእምሮ ከይጸሪ ክንብል ከለና እንታይ ማለት እዩ ኢልና ክንሓስብ ግዴታና እዩ። እዚ ማለት ንህይወት ኩሉ ግዜ ከም ዘለታ ኣይንርእያን ኢና፣ ከም ዘለና እየ ኢና ንርኢ። እዚ ነጥቢ እዚ ድማ ሓሳባትና፣ እምነትና፣ ሕሉፍ ቁስልናን ፍርሕናን ክውንነት ብኸመይ ከም እንረኽቦ ዝቐርጽ መነጽር ይፈጥረልና ማለት እዩ። ክልተ ሰባት ብሓደ ዓይነት ኩነታት ክሓልፉ ይኽእሉ እዮም። እቲ ሓደ ቃንዛ ይርኢ፣ እቲ ካልኣይ ዕቤት ይርኢ። እቲ ፍልልይ ኣብ ምንታይ መስለኩም? ኣመለኻኽታ እዩ። ኣመለኻኽታና ኣዕሪና ህይወትና ንዕዮ ክንዕሪ ወይ ክንቅይር ንኽእል ኢና ማለት እዩ። ስለዚ ኣመለኻኽታና ነስተኻኽል። እዚ ክብል ከለኹ ንኣብነት እንታይ ሂበኩም ክሓልፍ እየ፣ ሓደ ሰብ ሓዊ ክቃጸል ከሎ ወይ ሓዊ ክርኢ ከሎ ሓዊ መጺኡኒ ኢሉ ክስንብድ ይኽእል እዩ። ገለ ሰብ ድማ ማለት እዩ ነቲ ሓዊ ተጠቒሙ ወይ እንጀርኡ ከብቲ ለላዩ ምናልባት ጠሚዎም እንተነይሩ እቲ ሓደ ኣብ ርእሲ ጥሜተይ ሓዊ መጺኡ ከዓ ከቃጽለኒ ክብል እዩ፣ እቲ ሓደ ከዓ ተሓጒሱ ልኾነ ነገር ጠቢሱ ክበልዐላ እዩ ማለት እዩ። እዚ ናይ ኣረኣእያ ናይ ክልቲኦም ፍጥነት ወሳኒ ኮይኑ ኣሎ ማለት ስለዚ ከምዚ ዓይነት እዩ እዚ ሓሳብ ዝሃጉኹም ናብ ካልኣይ ክንመጽእ ከለና ሓይልኻ ኣብ ከመይ ትትርጉሞ እዩ ዘሎ እቲ ሚስጥር ሓይሊ ኣለና ግን ሓይልና ብኸመይ መንገዲ ኢና ትርጉመና ኣብ ምንታይ ኢና ነውዕሎ ህይወት ኩሉ ግዜ ኣብ ትሕቲ ቁጽጽርካ ኣይኮነትን ብመልስኻ ግን ኣብ ትሕቲ ቁጽጽርካ እያ ኩሉ ግዜ ኣብ ወጻኢኻ ዝፍጸም ክትቅይሮ ኣይትኽእልን ኢኻ። ኣብ ውሽጥኻ እትርእዮ ኣገባብ ግን ክትቅይሮ ትኽእል ኢኻ። ንውሽጥኻ ተገንዚብካ፣ ንውሽጥኻ ምስ ትቕይር ድማ ናይ ደገ ንስኻ ትፈጥሮ ማለት እዩ። እዚ መቕጻዕቲ ድዩ? ወይ እዚ ምድላው ድዩ? እዚ ድዩ መወዳእታ? ወይ እዚ ዳግመ ኣንፈት ድዩ? ሓደ ኣረኣእያ ይኣስረካ እዩ። እቲ ኻሊእ ድማ ሓራ የውጸካ እዩ። ስለዚ ንኸይትእሰር ጽዓር እየ ክብለካ። ሓራ ትወጸሉ መንገዲ ነተሓሳስባን ኣመለኻኽታን ፍጠር እየ ክብለካ። ሳልሳይ መጺና ኣለ። ኣረኣእያ ኣፍደገ ፈውሱ እዩ። ኣረኣእያኻ ክትቅይር ከለኻ ክትስዕቦ ትኽእል ኢኻ። ኣብ ሓደ እዋን ይቕረ ዘይበሃለሉ ኮይኑ ዝተሰምዓካ ይቕረ ክትብል ኢኻ። ከም መምህራን መጠን ድማ ንመበገስታትኩም ዝኣክል ይቕረ በሃልቲ ኮይንኩም ትርከቡን ትርድኡን ኢኹም ማለት እዩ። ምዕንቃፍ ከም ቅዱስ ዕረፍቲ እውን ረኣይዎ ክብለኩም እየ ኣነ። ተዓንቂፋ ኣነ ወዲቐስ ከም ቅዱስ ዕረፍቲ ትርኣዮ ይብለኒ ኣሎ ገለ ከይትብሉ እዚ ኣብ ህበቡላ ሕቡእ በረከት ርኸብ እምበር ብህበቡላ ኣይትሸበር ውን ክውስኸልካ እዩ እምበር ኩሉ ኣጋጣምታት ናይ ባዕሉ ምኽንያትን በረከትን ኣለዎ ኣረኣእያኻን ኣቀባብላኻን እዩ ዝውስኖ ልክዕ ከምቲ ዓንተወይ ዝበልክኹም ሓዊ ክመፀኩም ከሎ ገሊኡ ሓዊ መፂኡኒ ኢሉ ክሃድም እዩ ገሊኡ ድማ ነቲ ሓዊ ናብ ጥቕሙ ከውዕል ክጓየዩ እዚ ናይ ኣረኣእያን ምልከታን ጉዳይ እዩ። ራብዓይ መጺእና ኣለና፣ ምቕያር ኣረኣእያ፣ ምቕያር ምንቅጥቃጥ ወይ ቫይብሬሽን ኢልና ኢና። ንነገራት ብኸመይ ከም እትርእዮም ምቕያር ብኡ ንብኡ ምንቅጥቃጥካ ዩዕብ'ዩ። ከምዚ ዓይነት ባህሪ ክትውንን እውን ይገብረካ። ካብ ኣተሓሳስባ ግዳይ ናብ ኣተሓሳስባ ፈጣሪ። ካብ ምውቃስ ናብ ሓላፍነት ዝወስድ ዓይነት ሰብ። ካብ ፍርሒ ናብ እምነትን ተባዕነትን ትመጽእ። ሓምሻይ፣ ሓደ ሓደ ግዜ ንሱ ጥራይ እዩ ዝሓትት ኢሉ። እሱ ጥራይ ዝሓትት ክንብሎ ከለና መን እዩ? ሓዱሽ ስራሕ ኣይኮነን፣ ሓዱሽ ዝምድና ኣይኮነን፣ ድራማዊ ናይ ህይወት ምጽጋን ኣይኮነን፣ ተመሳሳሊ ህሞት ንምርኣይ ሓዱሽ መንገዲ ጥራይ እዩ ዘድሊ። ኩሉ ድማ ይቕየር ማለት እዩ። ክትዝክሮ ዘለካ ጥቕሲ ኣሎ፣ ንሱ ድማ እንታይ እዩ? ንነገራት እትርእየሉ ኣገባብ ክትቅይር ከለኻ ነገራት ይቕየሩልካ፣ ህይወትካ ይቕየረልካ ዝብል ኣበሃህላ እዩ። ስለዚ ካብ ሎምዓንቲ ጀሚርና ኣነ፣ ንስኻ፣ ንስኺ፣ ኩላትና ማለት እዩ፣ ኣረኣእያና ብምቕያር ጥራይ ህይወትና ንቕይረሉ ዘመን ክኾነልና ይምነ። ንሎምዓንቲ ኣብዚ ወዲኤ ኣለኹ። ኣብ ናይ ሻምናይ መዓልቲ ወይ ሻምናይ ክፋል ናይ ንቕሓተ ሕልናና እስካብ ንራኸብ ሰሰናዩ ንዓኹም ያው ኣይትጥፉ እየ ክብለኩም ሳብስክራይብ ሼር ላይክ ገለ ድማ ኣይትረስዑ ተቃውሞ ተሃሊኩምን ዋላ ተቃውሞኹም ሕቶ ተሃሊኩምን ሕቶኹም ውሕልል ብዝኾነ መንገዲ ጥራይ ማለት እዩ ኣብ ኮመንት ሓሳብኩም ኣቐምጥለ ኢኹም ዝሰምሃርኩም ተሃሊኹም እውን ያው ናይ ምስጋና ኮመንት ኣለኹም ብቻ ደስ ዝበለኩም ኣብ ኮመንት ጸሓፍ ኢኹም ዋላ ጸርፍ ይኹን